ዝተተንተነ ሓሳብስ የብሉን እንታይ እዩ ሽጡ ብስሩ ዝብል ማለት እዩ ሶ በርዕኒ እዩ ሕዚ የለን ካልኣይ ነቲ ፅምዶ ክመርሑ ተባሂሎም ተቐሚጦም ዝነበሩስ ሕዚ እኮ የለውን ፈሪሶም ነንባዕሎም ተባሊዖምስ ኣብ ምጥፍፋ እዮም ተፀሚዶም ማለት እዩ ቃልሲ ሓራ መሬት ብግልፂ ተሓሺሹ እዩ። ናይ ጥቕመኛታት ኮይኑ እዩ። ገዛ መግዝኢ፣ ህይወት መቐየሪ ኮይኑ እዩ። እዚ በምንም ተኣምር ልትግራይ ልጠቅም ቃልሲ የለይ ኣብ ሓራ መሬት ኸዚ። በምንም ተኣምር ልህዝቢ ትግራይ ኾነ ልመንግስቲ ትግራይ ልጠቅም ቃልሲ ኣብ ሓራ መሬት የለይ። ንኽልቲኡ ከመይ ገይሩ ማዕረ ገይሩ ክሓስብ ከም ዝኽእል ኣነ ይገርመኒ እዩ። ምክንያቱ ምስ ሻዕብያ ጽምዶ ንፍጠር ክንብል ከለና ምስ ኤርትራ ጽምዶ ንፍጠር ክንብል ከለና ንሕና ተጋሩ ኮይንና ኣብ ትግራይና ኮይንና እግርና ኣብ ትግራይ በተሓሳስባ ደረጃ ግን እስካዕ ቦርደር ከድና ሰላም ንፍጠር ኣብቲ ቦርደር መን ኣሲሩካ ንዝብል ናይ ዝኣሰር ወዲ እንትሩ ጀነራል ፃድቃን እኒኦ ካልእ ዝኣሰረኒ የለን ጀነራል ፃድቃን ኣሎ ንሱ መምርሒ እዩ እዩ ጀራ ውድን ጥሩ መፅኡ ነቶም ኣብኡ ዝነብሩ እንትን መልእክቲ ደዊል ተዛሪቡ እዩ እቶም ኣብኡ ሒዞም ሓዙም ተባሂልና ኣለና ማለት እዩ እቶም ናይ መከላከያ ሓለፍቲ ዝነበሩ ማለት እዩ ጀራ ውድን ጥሩ ነገር ግን ኤርትራ ቆሞ ቀር ኢልዋ ንቕድሚት ክትራመድ ዘይትኽእል ምዕባለ ክተምፅ ዘይትኽእል ኣብ ኦልድ ፋሽንድ ኣብ ናይ ቀደም ኣብ ዝኣረገ ኣተሓሳስባ ዘላ ምስ ኢትዮጵያ ክወዳደር እየ ትብል ኣብ ጃህራን ፍከራን ዘላ ዝዓይነቱ ገይሩ ኣብይ ኣሕመድ መጠንቀቕታ ንኤርትራ ወይ ጃህራ ንበሎ ፍከራ ፈኸራ እውን ንበሎ ብዝኾነ ኮይኑ ኣብይ ኣሕመድ ንኤርትራ ኣጠንቂቑ ኣሎ። እንታይ ክብል ከሎ ንመን ከም ምዃኑ እንታይ ክብል ከም ዝደለየ እውን ብደንቢ ስለ ዝርዳእና ኤርትራውያን ብደንቢ ተረዲኦሞ እዮም ዝብል እምነት ኣለኒ ኣብ ማሕበራዊ ሚድያ እውን መብዛሕትኦም የንሸራሽርዋ ኣለዉ እታ ጉዳይ። ነገር ግን ምርዳእ ጥራሕ እኹል ኣይኮነን። ነቲ ዝብሎ ዘሎ ፈኸራ ምስ ታሪኽ እውን ምስ ህልው ኩነታት እውን ኣተሓሒዝካ ንዕኡ ምድላው እውን ወሳኒ እዩ ዝብል መልእኽቲ ከሕልፍ እሞ እቲ ፈኸርኡ ሳላ ኢህወደግ ኣብዚ ደረጃ እዚ ዝበፅሐት ኢትዮጵያ ዋላ ናይ ኢትዮጵያ መከላከያ እውን ኣብዚ ደረጃ እዚ ክበፅሕ ከሎ ኣየር ሓይሊ እውን ሓዊሱ ኣብይ ኣሕመድ ከም ዝሰርሖ ምሲሉ እዩ እቲ ጃህርኡ ግን ዋላ እተን ዝጃሃረለን ዋላ እተን ካብ ኢህወደግ ዝተረከበን እንተኾና ብኣግባቡ ምዝላቕ እውን ኣይከኣለን ነገር ግን ንኤርትራ ቆሞ ቀር ኢልዋ ንቕድሚት ክትራመድ ዘይትኽእል ምዕባለ ክተምፅ ዘይትኽእል ኣብ ኦልድ ፋሽንድ ኣብ ናይ ቀደም ኣብ ዝኣረገ ኣተሓሳስባ ዘላ ምስ ኢትዮጵያ ክወዳደር እየ ትብል ኣብ ጃህራን ኣብ ፍከራን ዘላ ዝዓይነቱ ገይሩ ይገሊፅዋ እተን ቃላቱ ቃል ብቃል ባዕሉ ከቕምጠን ከሎ ክንርእየን እሞ እንታይ እዩ ዝብል ዘሎ ዝወዲ እዚ ዝብል ክንሪኦ ኢና ኤርትራውያን ኣብዚ ዩ ላይቭ ትከታተሉና እንተሃሊኹም ምናልባሽ ሓሳባትኩም ክትገልጹ ትኽእሉ ኢኹም ኣቲኹም እውን ብድምፂ ብኮመንት እውን ክትገልጹ ትኽእሉ ኢኹም ትጃህራ ዝለመድናዮ እዩ እቲ ፈኸራ ዝለመድናዮ እዩ ወላ ንሕና እውን ወላ ኤርትራውያን እውን ነገር ግን ተለመደ ኢዩ ኢልካ ስቕ ኢልካ ዝግደፍ ከምዘይኮነ ናብቲ ናይ ቴስዓ ዓመት ናይ ኣየር ሓይሊ ነኽብር ኣለና ኢሎም ትማሊ ዘቕረብዎ ናብኡ ውን ክንከድ ኢና። መጀመርያ ግን እታ ጃህርኡ እንታይ ትብል እታ ፈኸራ እታ መጠንቀቕታ ዝበልናያ ከመይ ገይሩ የቕሪብዋ ዝብል ንርኣያ። ሻሂ የምትስቱ ቆማችሁ የቀራችሁ ወደፊት መራመድ የምትቸገሩ ሱ ሰላሳ፣ ጄሲ ቴን ወይም ከዚያ ያለፉ ቴክኖሎጂዎች ሲጠሩ ይሄ ደግሞ ምንድን ነው ብላችሁ ግራ የሚገባችሁ

ኣትተውም
ብደንቢ ሰሚዕኩሞ ኢኹም ታይ ማለት ምዃኑ ምስቲ ቅድሚ ሕዚ ዝብሎ ዝነበረ እናተሓሓዝኩም ረኣዩ ምናልባሽ እዕሪና ምእንታን ክንርድኣ እዕሪና ምእንታን ክንትንትና እስኪ ክደግመልኩም እየ ሓፃር ስለዝኾነት ብዙሕ ግዜ ትውድእ ኣይኮነትን።

እዚ ሕዚ ኣብዪ ኣሕመድ ዝብሎ ዘሎ እተን ኣየራት እውን እንተኾነ እቲ ቴክኖሎጂ እውን እንተኾነ እቲ ኢኮኖሚ እውን እንተኾነ ካብ ዘመነ ኢህወደግ ንቁልቁል ወሲድዎ እምበር ብዝተወሰነ መልክዑ ዘመሓየሾ ነገር እውን የለን። ካብ ናይ ኣዲስ ኣበባ መንገድታት ዕምበባን ሳዕርን ወፃኢ ካሊእ ዝገብሮ ነገር የለን ዝወዲ እዚ ስለትርደዎ እየ እንታይ ማለት ምዃኑ ምእንታን ክርድኦ ትቕድም ኢለ ዝጋበዝኩኹም ናይ ሓይሊ ኣየር ኢትዮጵያ ብዘመነ ኢህወደግ እንታይ ይመስል ከም ዝነበረ ብደንቢ ክርድኦ ንሱ እውን ትዝ ክብሎ ዝተወሰና ድሮናትን እተን ትማሊ ኣብ ሰማያት ኢትዮጵያ ዝሽክርከራ ዝነበራ ናይ ዩናይትድ ዓረብ ኤምሬት ኣየራትን ነዚኣተን ሒዙ ካብ ዓዲ ሃገር ዝተለቅሐን መፅኤን እውን ባው ክዛረቡ ከለዉ እውን ናይ ዩናይትድ ዓረብ ኤምሬትስ ኣየራት እዮም ዝነግሩና ነይሮም ምስ ዩናይትድ ዓረብ ኤምሬትስ ዘለዎ ረኽቢ ንጥፍኣት ኢትዮጵያ ንጥፍኣት ሕድሕድ ብሄር ብሄረሰብ ዝገበሮ ጥምረት ኣለዎ በዙይ ኣይንኽሕዶን። ኢትዮጵያ ትበሃል ዓዲ ግን ናይ ቁልቁለት መንገዲ ዝጀመረት ዝወደሲ ካብ ዝመፅእ ንደሓር ምዃኑ ብደንቢ ትግንዘብዎ።
መን ኣሲሩ ካብ ዝብል ናይ ዝኣሰር ወዲ እንትሩ ጀነራል ፃድቃን እዩ ካልእ ዝኣሰረን የለን ጀነራል ፃድቃን ኣሎ ንሱ መምርሒ እዩ ጀራ ወዲ እንትሩ መፅኡ ነቶም ኣብኡ ዝነብሩ እንትን መልእክቲ ደዊል ተዛሪቡ እዩ እቶም ኣብኡ ሒዞና ሓዙም ተባሂልና ኣለና ማለት እዩ እቶም ናይ መከላከያ ሓለፍቲ ዝነበሩ ማለት እዩ ጀራ ወዲ እንትሩን

ኣብቲ ኣብ ናቶም ውሳነታት ግን እዚ ይግበሩ እቲ ይግበሩ ግን ኣይንብልን ኢና እዩ ዝብል። እረ እዚ በለጽ እዩ መራሕናስ እዩ ታይ ይበሃል ኣሎ ተሓቢእኻ የለን መራሕና ጀነራል ፃድቃን እዩ ፐሬድ ፃድቃን ይግበር ፃድቃን ይበል እዩ ዝበሃል ኣነ ምስኡ እየ ክልተኹም ብሓደ ኮይንኹም ተባሂሉ ፃድቃን ረኪበዮ በቃ ከይድኻ ተጋግየ ነይረ ከምዚ ነይሩ ይብለካ ከምዚ ነይሩ ይብለካ ከምዚ ነይሩ ይብለካ ኣይትረኽቦን ሓደ ምስራሕ ማለት እንታይ ማለት እዩ ብኸመይ እንታይ ኢኻ ትሰርሕ ብኸመይ ኢኻ ትሰርሕ መይ ኢኻ ትናበብ ጻድቃን ሪፖርት እዮም የብሉ ኣዛዚ ወድብ ጥሩ እዩ
ንክልቲኡ ከመይ ገይሩ ማዕረ ገይሩ ክሓስብ ከም ዝኽእል ኣነ ይገርመኒ ምክንያቱ ምስ ሻዕብያ ፅምዶ ንፍጠር ክንብል ከለና ምስ ኤርትራ ፅምዶ ንፍጠር ክንብል ከለና ንሕና ተጋሩ ኮይንና ኣብ ትግራይና ኮይንና እግርና ኣብ ትግራይ በተሓሳስባ ደረጃ ግን እስካዕ ቦርደር ከድና ሰላም ንፍጠር ኣብቲ ቦርደር ሰሙን ይምፁ ንሕና እውን ንምፃእ ኣብ ቦርደር ንራኸብ ሰላም ንግበር እዩ ዝበሃል ዘሎ ካብ ዓዱ ዘይወፀ ካብ ህዝባዊነቱ ዘይለቐቐ ሓይሊ ከመይ ገይሩ ምስቲ ህዝቡ ዝሸጠን ዓዱ ዝሸጠን ማዕረ ይኸውን እዚኣ ኢሉ ዝሓስብ ሕልና ክህልወካ ክእል ኣሎ ኣብ መድረኻት ርኣይዎም ክልቲኦም ሕዚ ይብሉ ማዕረ ይገብርዎ እቶም ናብ ኣብይ ኣሕመድ ከይዶም ዝኒው እውን ኣይንድግፎምን እቶም ናብ ሻዕብያ ከይዶም ኣስመራ ከይዶም እኒው እውን መን ከይዱ ነስመራ መን ይኸይዱ ነስመራ ኣስመራ ኮይኑ ናይ ኢሳያስ ሚኒስተር ሓደ ሚኒስተር ኢሳያስ ዝመደቦ ሚኒስተር ኮይኑ ዝሰርሕ ትግራዋይ ኣለካ ንክልቲኡ ከመይ ገይሩ ማዕረ ገይሩ ክሓስብ ከም ዝኽእል ኣነ ይገርመኒ ምክንያቱ ምስ ሻዕብያ ጽምዶ ንፍጠር ክንብል ከለና ምስ ኤርትራ ጽምዶ ንፍጠር ክንብል ከለና ንሕና ተጋሩ ኮይንና ኣብ ትግራይና ኮይንና እግርና ኣብ ትግራይ በተሓሳስባ ደረጃ ግን እስካዕ ቦርደር ከድና ሰላም ንፍጠር ኣብቲ ቦርደር ሰሙን ይምፁ ንሕና እውን ንምፃእ ኣብ ቦርደር ንራኸብ ሰላም ንግበር እዩ ዝበሃል ዘሎ ካብ ዓዱ ዘይወፀ ካብ ህዝባውነቱ ዘይለቐቐ ሓይሊ ከመይ ጌሩ ምስቲ ህዝቡ ዝሸጠን ዓዱ ዝሸጠን ማዕረ ይኸውን ዚኣ ኢሉ ዝሓስብ ሕልና ክህልወካ ከለሎ ኣብ መድረኻት ራይዎም ክልቲኦም ሕዚ ይብሉ ማዕረ ይገብርዎ እቶም ናብ ኣብዪ ኣሕመድ ከይዶም ዝኒው እውን ኣይንድግፎምን እቶም ናብ ሻዕብያ ከይዶም ኣስመራ ከይዶም እኒው እውን መን ከይዱ ነስመራ መን እዩ ከይዱ ነስመራ ኣስመራ ኮይኑ ናይ ኢሳያስ ሚኒስተር ሓደ ሚኒስተር ኢሳያስ ዝመደቦ ሚኒስተር ኮይኑ ዝሰርሕ ትግራዋይ ኣለካ
ፅቡቅ ናብቲ ናይ መወዳእታ ሕቶ ክሰግር ሞ ኣብ መወዳእታ ነቶም ንትግራይ ክወግኡ ኣብ ዓፋር ዘለዉ ኣካላት ናብ ትግራይ መፂኦም ነቲ ዝበደልዎ ህዝቢ ክኽሕሱ ተሕልፎ መልእኽቲ እንተሃሎ ፅቡቅ ኣነ ከዚ ልብፆተይ ኦረዲ ኣብ ታሕቲ ወሪደ ብቲ ናይ መጀድመርያ ልወልክካ ናይ ሰላማዊ ቃልሲ መንገዲ ልታሕቲ ልወረድናሉ ብጾተይ ጸዊዐ ነይረ ያው ታሕቲ ኮይና ንዑ ኢለ ምክንያቱ ኣብቱ ሚድያ እውን ኣነ ስለ ልነበርኩ መዓልቲ መዓልቲ ላብቲ ሚድያ ናወጻኩ ንዑ ላበልኩ ነይረ ማለት እዩ ነገር ግን ሕዚ ልብጾተይ ለሕልፎ መልእክቲ ቃልሲ ሓራ መሬት ብግልጺ ተሓንሽሹ እዩ ናይ ጥቅመኛታት ኮይኑ እዩ ገዛ መግዝኢ ሂወት መቀየሪ ኮይኑ እዩ እዚ በምንም ተዓምር ልትግራይ ልጠቅም ቃልሲ የለይ ኣብ ሓራ መሬት ኸዚ በምንም ተዓምር ልህዝቢ ትግራይ ኾነ ልመንግስቲ ትግራይ ልጠቅም ቃልሲ ኣብ ሓራ መሬት የለይ ቃልሲ ሓራ መሬት ብኣብኣ ለሎ ላዕለዎት መራሕቲ ተሓሽሽ እዩ ስለዚ ምንም ከይተዳመኻ ምንም ጥይት ከይተተኮሰ ምንም ነገር ከይኮነ ብሰላማዊ መንገዲ ኣነ እውን ኣብቶም ጫፋት ኮይነ ድየ እንተሳብ ዝኾነ ቦታ ኮይነ ክቕበሎም እየ ብፆተይ ክመጹ እዮም ሚሊሽያታቶም ክመጹ እዮም ፖለቲካል መራሕቲ ብምሎም ክመጹ እዮም ኩሎም ክመጹ እዮም ኣብዚ ኮይና ብሰላማዊ መንገዲ ምስ ህዝብና ምስ መንግስትና ምስ ኩሉ ተነጋጊርና እታ ትግራይ ዓድና ከምታ ልነበረታ ናይ መጀመርያ ሓድነታ ለስጠመት ትግራይ ክንምስርት ክጸሪ። ብዛዕባ ትግራይን ጽምዶን ዘልዐልካዮ ጽምዶ ብመሰረቱ ሕዚ በርዒኑ እዩ ማለት ብዙሕ ግዜ እውን ተዘየውጋዕናሉ ጽቡቅ እዩ ጽምዶ እውን ኣነ ተሓሲብሉ ዝተጀመረ እዩ ዝብል እምነት የብለይ ምናልባት ገለ ገለ ሰባት እንታይ እዮም ዝብሉስ ናብ ፌደራል ስልኪ ምስ ደወሉ እቶም ሓደ ሓደ ሰባት ስልኪ ምልዓሉ ምስ ኣውየምስ ናብ የማነ ማንኪ ምስ ደወሉስ የማነ ማንኪ ስልኪ ምስ ኣልዕሎምስ በቃ ፌደራል ስልኪ ምልዓል ኣብና እሞ ናብ ዝሕሸና ኢሉ ተጀሚሩ ዝብሉ ሰባት እውን ኣለዉ ሓቅነት እውን ኣለዎ ማለት ብዝተተንተነ ሓሳብ ኣይኮነን ተጀሚሩ ብስሩ ፅምዶ ማለት እዩ ዝተተንተነ ሓሳብስ የብሉን እንታይ እዩ ሽጡ ብስሩ ዝብል ማለት እዩ በርዕኒ እዩ ሕዚ የለን ካልኣይ ነቲ ፅምዶ ክመርሑ ተባሂሎም ተቐሚጦም ዝነበሩስ ሕዚ እኮ የለውን ፈሪሶም ነንባዕሎም ተባሊዖምስ ኣብ ምጥፍፋ እዮም ተፀሚዶም ማለት እዩ ንሱ ትርጉም የብሉን ማለት እዩ ካልኣይ ትፅምዶ ሳልሳይ ትፅምዶ ብስሩ ትፅምዶ ባዕሉ ፀማድን ተፀማድን ኣለዎ ኣብቲ ትርጉሙ ባዕሉ ቋንቋውን ትክክል ኣይኮነን። ጸማዲ ኣሎ ተጸማዲ ኣሎ። ሕዘፍቲ ጽምዶ እውን መን እዩ ጸማዲ መን እዩ ተጸማዲ ኣይፍለጥን።